ብዛዕባ ፈውሲ ካብ መጽሓፍ ቅዱስ ጥቕስታት ነዊሕ ዕድመ ኸጽግቦ መድሓነይ እውን ከርእዮ እየ በለ ድማ ድምፂ እግዚኣብሔር ኣምላክካ ተጠንቂቕካ እንተሰማዕካ እቲ ኣብ ዓይኑ ቁኑዕ ዝኾነ እንተገበርካ ንትእዛዛት እውን ጽን እንተበልካ ኩሉ ሕጋጋቱ ድማ እንተ ሓሎኻ፣ ኣነ እግዚኣብሄር ፈዋሲኻ እየ እሞ፣ እቲ ናብ ግብጻውያን ዝሰደድኩዎ ሕማም ኣይክሰደልካን እየ። የሱስ ነቲ ሓለቓ ሚእቲ፣ ኪድ፣ ከም ዝኣመንካዮ ይኹነልካ በሎ። እቲ ቈልዓ ኸኣ በታ ሰዓት እቲኣ ሓወየ። ንእግዚኣብሄር ኣምላኽኩም ኣገልግሉ። ንሱኻ እንጌራን ማይካን ኪባርኸልካ እዩ፣ ሕማም ከኣ ኻብ ማእከልካ ኺርሕቕ እዩ። የሱስ ድማ እዚ ፈሊጡ ኻብኡ ኣልገሰ፣ ብዙሓት ሰብ ድማ ሰዓብዎ፣ ንዅሎምውን ኣሕወዮም። እግዚኣብሄር ድማ ሕማም ዘበለ ኻባኻ ኺርሕቕ እዩ፣ እቲ እትፈልጦ ዅሉ ኽፉእ ሕማም ግብጺ ድማ ኣይኪመጻካን እዩ። ናብ ኩሎም ዝጸልኡኻ ድማ ደኣ የምጽኣሎም። የሱስ ግልጽ ኢሉ ረኣያ እሞ፣ ኣጆኺ ጓለይ፣ እምነትኪ ኣሕውያትኪ በላ። እታ ሰበይቲ ኣብታ ሰዓት እቲኣ ሒዛ ሓወየት። ህይወትን ሞትን በረኸትን መርገምን ኣብ ቅድሜኻ ኣንቢረልካ ከም ዘለኹ፣ ኣባኻ ንምስክር ሎሚ ሰማይን ምድርን ጸዊዔ ኣለኹ። እምበኣርሲ፣ ንስኻን ዘርእኻን ብህይወት ምእንቲ ኽትነብር፣ ህይወት ሕረ። የሱስ ናብ ምድሪ ምስ ወጸ፣ ብዙሕ ህዝቢ ረኣየ እሞ፣ ደንገጸሎም፣ ሕሙማቶም እውን ኣሕወየ። ነፍሰይ ንእግዚኣብሄር ባርኺ፣ ኣብ ውሽጠይ ዘሎ ዅሉ ንቕዱስ ስሙ ይባርኽ። ነፍሰይ ንእግዚኣብሄር ባርኺ፣ ነቲ እተገብረልኪ ሰናይ ኵሉ ኸኣ ኣይትረስዒ። ንሱ ንዅሉ ኣበሳኺ ዝሓድገልኪ፣ ንዅሉ ሕማምኪ ዝፍውስ፣ ንህይወትኪ ካብ ጥፍኣት ዝብጀዋ ብሳህልን ምሕረትን ዝኽልለኪ ንድሌትኪ ብጽቡቕ ነገር ዘጽግብ እዩ ንእስነትኪ ውን ከም ንስሪ ትሕደስ። ቃሉ ሊኢኹ ኣሕወዮም ካብ ጉድጓድ ክኣ ኣናገፎም ንሱ ክኣ ኺዱ ዝሰበሐ ብልዑ ዝጠዓመ ድማ ስተዩ ነቶም ዘብሎም ክኣ ጊድኦም ስደዱሎም። እዛ መዓልቲ እዚኣ ንጐይታና እተቐደሰት እያ እሞ፣ ሓጐስ እግዚኣብሄር ሓይልኹም እዩ እሞ፣ ኣይትጕሃዩ በልዎ። ወደየ ናብ ቃላተይ ኣቕልብ፣ ኣእዛንካ ናብ ዘረባይ ኣድንን። ንዝዛረበካ ንህይወቱ፣ ንብዘሎ ስግኡ ኸኣ ዝፈውስ እየን እሞ፣ ካብ ቅድሚ ዓይንኻ ኣይተርሕቀን ኣብ ውሽጢ ልብኻ ዕቑርን ህይወት ካብኡ እያ ትፍልፍል እሞ ልዕሊ ኩሉ ንልብኻ ሓልዎ ንሱ ግና ብሰሪ ገበንና ቆሰለ ብሰሪ ኣበሳና ድማ ተኸትከተ ንሕና ሰላም ምእንቲ ክንረክብ መቕጻዕቲ ናብኡ ወረደ ንሕና ውን ብስምብራት ዩ ሓውና። እታ ድርቢቲ ሓደ እኳ ግደ ዘይገብር ጽዮን ኢሎም ሰምዮምኺ እዮም እሞ ኣነ ከጥዕየኪ ንቁስልኺ ውን ከሕውዮ እየ ይብል እግዝኣብሄር። ማሕረሻኹም ሰይፊ ማዕጺድኩም ከኣ ኩናት ስርሕዎ እቲ ድኹም ድማ ኣነ ጅግና እየ ይበል። እንሆ ለምጻን መጺኡ ጎይታይ እንተትፈቱስ ከተንጽሃኒ ትኽእል ኢኻ እናበለ ሰገደሉ። ኢዱ ዘርጊሑ ፈትየ ኣለኹ ንጻህ ኢሉ ተንከዮ። ብኡ ንብኡ ኸኣ ለምጻሙ ነጽሐ። ኣብ ምድሪ ዝኣሰርኩሞ ኩሉ ኣብ ሰማይ እሱር ክኸውን እዩ፣ ኣብ ምድሪ ዝፈታሕኩሞ ኩሉ ድማ ኣብ ሰማይ ፍቱሕ ክኸውን እዩ። ብሓቂ እብለኩም ኣሎኹ፣ ክልተ ወይ ሰለስተ ኰይኖም ብስመይ ኣብ ዝተኣከቡሉ፣ ኣነ ኸኣ ኣብኡ ኣብ ማእከሎም እየ እሞ፣ ክልተ ኻባኻትኩም ኣብ ምድሪ ብዚልምንዎ ነገር ኵሉ እንተ ተሰማምዑ፣ ካብቲ ኣብ ሰማያት ዘሎ ኣቦይ ኪውሃቦ እዩ፣ ኢለ ኸም ብሓድሽ እብለኩም ኣሎኹ። ዝኾነ ይኹን እቲ ዝብሎ ከም ዝኸውን ዝኣምን እምበር ብልቡ ዘይዋላወል ነዚ ከረን ተንሲእኻ ናብ ባሕሪ ጣሓል እንተበሎ ንዑ ከም ዝኾነሉ ብሓቂ እብለኩም ኣለኹ ስለ እትጽልይዎን ትልምንዎን ዘበለ ከም ዝረኸብኩምዎ እመኑ እሞ ክኾነልኩም እዩ እብለኩም ኣለኹ። ሰራቒ ብጀካ ክሰርቕን ክሓርድን ከጥፍእን ኢሉ ኣይመጽእን እዩ። ኣነ ግና ህይወት ምስ ትርፉ ምእንቲ ክህባ እየ ዝመጻኹ። ናይ እቲ ንየሱስ ካብ ሞታ ዘተንስእ መንፈስ ኣባኻትኩም ሓዲሩ እንተ ሃልዩ ግና፣ እቲ ንክርስቶስ የሱስ ካብ ሙዉታት ዘተንስኦ፣ ንሱ ነቲ መዋቲ ስጋኹም በቲ ኣባኻትኩም ሓዲሩ መንፈስ ገይሩ ህያው ክገብሮ እዩ። ኣጽዋር ውግእና ኣብ ቅድሚ ኣምላኽ ንምፍራስ ጽኑዕ ዕርድታት ብርቱዕ እዩ እምበር ስጋዊ ኣይኮነን። ብኡ ኸኣ ሓሳባት ምስ ፍልጠት ኣምላኽ ንዝጻላእ ልዕል ዝበለ ነገር ኩሉ እናፍረስና ኩሉ ኣእምሮ ንምእዛዝ ክርስቶስ ንማርኾሉ ኢና። ንሕና ነቲ ተስፋ መንፈስ ብእምነት ክንቅበሎ እቲ በረኸት ኣብርሃውን ብየሱስ ክርስቶስ ንህዝባብ ምእንቲ ክኸውንሲ ኣብ ዕንፀይቲ ዝስቀል ዘበለ ርጉም እዩ ተፃሒፉ ኣሎ እሞ ክርስቶስ ምእንታና መርገም ኮይኑ ካብ መርገም ሕጊ ተሸያየጠና ብስሙ ምእማን ከኣ ስሙ ነዚ እትርእይዎን ትፈልጥዎን ሰብኣይ ኣንጽዖ፣ ኣጽንዖ። እታ ብእኡ ምእማን ድማ ነዚ ኣብ ቅድሜኹም ኩላትኩም ምሉእ ጥዕና ሃበቶ። ብዝተረፈስ ኣሕዋተየ ብጎይታን ብጽንዓት ሓይሉን በርትዑ። እቲ ቅልስና ምስ ሕልቅነትን ስልጣናትን ምስ ናይ ጸልማት ገዛእቲ ዓለምን ምስ መናፍስቲ እከይ ኣብ ሰማያት እዩ እምበር ምስ ስጋን ደምን ኣይኮነን እሞ ንፍሕሶ ሰይጣን ምቅዋሙ ምእንቲ ክትክእሉስ ኩሉ ኣጻር ኣጽዋር ኣምላኽ ልበሱ ስለዚ በታ እኪቲ መዓልቲ ምቅዋም ምእንቲ ክትክእሉ ኩሉ ምስ ኣስለጥኩም ደው ክትብልሉ ብዘሎ ኣጽዋር ኣምላኽ ኣልዕሉ ደጊም ሓቓቑኹም ብሓቂ ተዓጢኩም ድርዒ ጽድቂ እውን ተኸዲንኩም ቁሙ ነቲ ናይ ወንጌል ሰላም ምድላው ኣእጋርኩም ከም ሰኣን ኣእቲኹም ደው በሉ። ምስናይ እዚ ኹሉ ነቲ ናይቲ ኽፉእ ርእሱን መንትግ ዘበለ ኸተጥፍእሉ ትኽእሉ ዋልታ እምነት ኣልዕሉ። ናይ ምድሓን ቁራዕ ርእሲ ኣእትዉ። ናይ መንፈስ ሰይፊ እውን ማለት ቃል ኣምላኽ ሓዙ ደጊም ኣቱም ፍቑራተይ እቲ ምእንቲ ጽቡቕ ፍቓዱ ኢሉ ኣባኻትኩም ድሌትን ግብርን ዝገብር ኣምላኽ እዩ እሞ ኬሎኹ ግዳ እቲ ዝበዝሕ እምበር ከሎኹ ጥራይ ዘይኮነ ከምቲ ኩሉ ሳዕ እተኣዘዝኩም ብፍርሓትን ራዕድን ንምድሓንኩም ፈጹሙ። በዚ ምኽንያት እዚ ኣምላኽሲ መንፈስ ሓይልን ፍቕርን ቅጽዓትን እምበር መንፈስ ፍርሓት ኣይሃበናን እሞ ነቲ ብምንባር ኣደይ ኢደይ ኣባኻ ዘሎ ውህበት ኣምላኽ ክትሕድሶ እዘክረካ ኣለኹ። እቲ ተስፋ ዝሃበና እሙን እዩ እሞ፣ ነታ እሙንቶና ተስፋ ብዘይምንቕናቕ ነጽንዓያ። እምበኣርሲ ነቲ ብዙሕ ዓስቢ ዘለዎ ትብዓትኩም ኣይትደርብይዎ። ንሓጢኣት ሞይትናስ ንጽድቂ ምእንቲ ክንነብር ንሱ ባዕሉ ንሓጢኣትና ኣብ ስግኡ ኣብ ዕንጨይቲ ጸወሮ ብቁስሉ ኢኹም ዝሓዌኹም ኣቱም ፍቑራተይ ልብና እንተዘይነቐፈና ኣብ ኣምላኽ ትብዓት ኣሎና ንትእዛዛቱ እትሕልዉ ኣብ ቅድሚኡ ባህ ዘብሎን እትገብሩ ስለ ዘለኹም ነቲ እንልምኖ ዘበለ ካብኡ ንቕበል ኢና። ኣታ ፍቑር ከምቲ ነፍስኻ ዝጠዓየት ብኹሉ ደሓን ክትህሉን ክትጥዕን እልምነየልካ ኣለኹ። ሞት ኮነ ህይወት መላእኽቲ ይኾኑ ገዛእቲ ዘሎ ኾነ ወይ ዝመጽእ ወይ ሓይልታት ልዕል ዝበለ ኾነ ወይ ትሕት ዝበለ ካልእ ፍጥረት እንተኾነ ካብታ ኣብ ክርስቶስ የሱስ ጐይታና ዘላ ፍቕሪ ኣምላኽ ከቶ ኺፈልየና ኸም ዘይኰነሉ ኣርጊጸ ኣሎኹ እሞ፣ በዚ ዅሉ በቲ ዘፍቅረና ኣጸቢቕና ንስዕር ኢና። ኣነ ዝሓስበልኩም ዘለኹ ሓሳብ እፈልጦ እየ፣ መፈጸምታን ተስፋን ክህበኩምሲ፣ ሓሳብ ደሓን እምበር፣ ናይ ክፉእ ኣይኰነን ይብል እግዚኣብሄር። ምሳኻ እየ እሞ፣ ኣይትፍራሕ። ኣነ ኣምላኽካ'የ እሞ ኣይትሸበር፣ ከበርትዓካ፣ ክረድኣካ፣ ብየማነይቲ ኢድ ጽድቀይ'ውን ክድግፈካ'የ። ብምሉእ ልብኻ ብእግዚኣብሄር ተኣመን፣ ኣብ ልቦናኻ ኣይትጸጋዕ፣ ኣብ ኵሉ መንገድኻ ንዕኡ ሕሰብ። ንሱ ኸኣ ኣካይዳኻ ኸቕንዕ እዩ። ኣብ ጸግዒ እቲ ልዑል ዚሓድር፣ ኣብ ጽላል እቲ ዅሉ ዚኽእል ይነብር። ንእግዚኣብሄር ጸገይን ዕርደይን ዚውከሉ ኣምላኽይን እዩ እብሎ ኣሎኹ። ካብ መጻወድያ ሃዳናይ፣ ካብቲ ዜጥፍእ ፌራ ኸናግፈካ እዩ እሞ፣ ብግሊ ግሊኡ ኼጐልብበካ፣ ኣብ ትሕቲ ኣኽናፉ ከኣ መጸግዒ ክትረክብ ኢኻ። ሓቅን ዋልታን ጸግዒን እዩ። ካብ ስንባደ ለይቲ ካብቲ ብመዓልቲ ዝውርወር ፍላጻ፣ ካብቲ ብጸልማት ዝኸይድ ፌራ ብቐትሪ ዘባድም ሕማም ኣይክትፈርሕን ኢኻ። ኣብ ጥቓኻ ሽሕ ኣብ የማንካ እልፊ ክወድቁ እዮም፣ ኣባኻ ግን ኣይክበጽሕን እዩ። በዒንትኻ ጥራይ ክትጥምቶም ረሲኣን ዝረኽቡ ምስጣ እውን ክትርኢ ኢኻ። ጐይታየ፣ ንስኻ መዕቝበይ ኢልካ ኢኻ፣ ኢልካ ኢኻ እሞ ንልዑል መጸግዒ ስለ ዝገበርካዮ፣ እከይ ዘበለ ኣይኪረኽበካን፣ ስቓይውን ኣብ ድኳንካ ኣይኪቀርብን'ዩ። ኣብ ኵሉ መንገድኻ ኺሕልወካ፣ ንመላእኽቱ ኺእዝዘልካ እዩ እሞ፣ እግርኻ ብእምኒ ኸይትዕንቀፍሲ፣ ኣብ ልዕሊ ኣእዳዎም ኪጾሩኻ እዮም። ኣብ ልዕሊ እምበሳን ተመንን ክትከይድ፣ ሽደን ኣንበሳን ገበልን ክትረግጽ ኢኻ። ኣጥቢቑ ስለ ዘፍቀረኒ ከናግፎ ንስመይ ስለ ዝፈለጦ ከልዕሎ እየ ክጽውዓኒ ኣነ ውን ክምልሰሉ ብጸባ ምስኡ ክኸውን ከናግፎን ክኸብሮን እየ ነዊሕ ዕድመ ከጽግቦ ምድሓነይ ውን ክርእዮ እየ እቶም ንእግዚኣብሄር ዝጽበዩ ግና ሓይሎም ይሕደስ ከም ንፍስ ንስሪ በኽናፍ ይድይቡ፣ ይጎዩ እሞ ኣይሕለሉን፣ ይኸዱ እሞ ኣይደኽሙን። ጸሓይ ክትብርትዕ ከላ ኸኣ በበይኑ ዝኾነ ሕማማት ዘለዎም ኩሎም ሕሙማት ናብኡ ኣምጽኡ። ንሱ ድማ ኣብ ነፍሲ ወከፎም ኢዱ ኣንቢሩ ኣሕወዮም። ምሕረትካ ኣብ ልዕሊ ሰማያት ዓቢ እዩ። ሓቅኻ ውን ክሳዕ ደበናታት እዩ እሞ ምሕረቱ ኣይተወደእን እዩ እሞ ጥራስ ዘይጠፍኣናስ ጸጋ እግዚኣብሄር እዩ ኣብ ጸጽባ ሓድሽ እዩ እሙን ምዃኑ ዓቢ እዩ እቲ ቀቅድሜኻ ዝኸይድ ድማ ንሱ እግዚኣብሄር እዩ ንሱ ምሳኻ ክኸውን እዩ፣ ኣይጠልመካን ኣይሓድገካን ከኣ። ኣይትፍራሕ፣ ኣይትሸበር ድማ። ከምቲ ንባርያኻ ዝበልካዮ ቓል፣ ጸጋኻ መጻናንዒ ይኹነኒ። እግዚኣብሄር ንህዝቡ ኣጻናንዐ፣ ንሽጉራቱ እውን ክምሕሮም እዩ እሞ፣ ኣቱም ሰማያት እልል በሉ፣ ኣቲ ምድሪ፣ ተሓጎሲ ኣቱም ኣኽራን እልል እናበልኩም ጨድሩ። ኣነ ግና ናብ እግዚኣብሔር እጥምት ንኣምላኽ ምድሓነይ ድማ ተስፋ እገብር ኣለኹ ኣምላኸይ እውን ክሰምዓኒ እዩ። ዝጉህዩ ምጽንናዕ ክረኽቡ እዮም እሞ ብፁዓን እዮም። ሰላም እሓድገልኩም ሰላመይ እውን እህበኩም ኣለኹ። እቲ ኣነ ዝህበኩም ዘሎኹስ ከምቲ ዓለም እትህቦ ኣይኮነን። ልብኹም ኣይሸበርን ኣይሰንብድን። ብሓይሊ መንፈስ ቅዱስ ኣዚኹም ብተስፋ ምእንቲ ክትህብትሙስ እቲ ናይ ተስፋ ኣምላኽ ኩሉ ሓጎስን ሰላምን ዘበለ ብእምነት ይምልኣኩም። ንሱ ኸኣ፣ ኪዱ ዝሰብሐ ብልዑ፣ ዝጠዓመ ድማ ስተዩ፣ ነቶም ዘይብሎም ከኣ ጊድኦም ስደዱሎም፣ እዛ መዓልቲ እዚኣ ንጐይታና እተቐደሰት እያ እሞ፣ ሓጐስ እግዚኣብሄር ሓይለኹም እዩ እሞ ኣይትጕሃዩ በልዎም።